ዳንኤል መንግስቴ ካብ ኤሪ ሜድያ ስፖርት ቻነል ናይ ሎሚ ዕድማትና ኣብ ታሪክ ኩዕሶ እግሪ ኤርትራ ኣብ ጃምን ከምኡውን ኣብ ኣሸና ገይሮም ዝመፁ ተፃወቶት ነባራት እዮም መጀመርታ ዕድሜን ኣኽቢርኩም ኣብ ስቱድዮና ምስ ብሽም መሰረትን ብሽም እዚ ሜድያ ሰንተር ኣዝየ የመስግነኩም ኣብርሃም ንጽቡቕ ናብቲ ቀዳማይ ቃላት ከይትኣቱ ድሕረ ባይታኻ ሰሚር ተላልየና። እወ መጀመርታ ንሪምና ኢንቶተርመ ነዚ ዝገበረልና ዕድመ ነታ ንእሸይ ዘላትና ተመክሮ ንክነካፍል ድሓር ከኣ ዳኒ ሓወይ ገዳካ ብዝገበርካልና ኣስተዋጽኦ ኣነ ሰሚር ሽንታ ይበሃል ኣብ ሽሕን ትሽዓተ ሚእትን ሰማንያን ሸውዓተን ወርሒ ሽዱሽተ ኣብ እምባጋዳኖ ተወሊደ ኣብቲ ንትምህርቲ ደረጃ ግዜ ዝበጻሕኹሉ ከኣ ኣብ እምባ ጠቐራ ቀዳማይ ክፍሊ ጀሚረ ክሳብ ሻብዓይ ክፍሊ እኡ ተማሂረ። ሃይስኩል ታይታኒክ ብዝበዝሕ ሰብ ታይታኒክ ድብሎ ግን ምራም ጭራ ሓርነት እዩ ድጽዋዕ ኣብኡ ከኣ ክሳብ ሃይስኩል ወዲኤ ዓሰርተ ሓደ ክፍሊ በጺሐ። ራይ ሜሮን ከ?
ኣብ መጀመርታ ነዚ ዕድል ድሃብኩምና ሪምና ከየመስገንኩ ክሓልፍ ኣይደልን። ብዓቢኡ ድማ ዳኒ ግዜኻ ክስተ ጌርካ ንዓና ረኺብካ ከምዚ ዕድል ምኽፋትካ ከየመስገንኩ ክሓልፍ ኣይደልን። ንድሕረ ባይታይ ዝምልከት መጀመርታ ሜሮን ኣብተ ስሉስ ይበሃል። ዝተወለድኩሉ ኣብ ሳንታ ኣቶ ከባቢ ቢያነገል ድበሃል ከባቢ ኣብኡ ተወሊደ ከምቲ ኩሉ ሰብ ማለት እዩ ካብኡ ኤሌመንታሪ ኣብ ቤት ትምህርቲ ቆሓይቶ ተማሂረ ካብ ኤሌመንታሪ ድማ ናብ ሓርበኛታት ተሰጋጊረ ማለት እዩ ኣርቦኞች ማለት እዩ ካብኡ ሻምናይ ክፍሊ ቤት ትምህርቲ ብዶ ተማሂረ ካብ ቤት ትምህርቲ ብዶ ድማ ናብ ሃይ ስኩል ሰማእታት ክሳዕ ዓሰርተ ሓደ ክፍሊ ወዲኤ ማለት እዩ
ሐራይ ሰሚር ብዝያዳ እኮ ሰሚር ስንታይ ኢኻ ትብሃል ግን ኣብ ታሪክ ኩዕሶ እግሪ ኤርትራ ንድሕር ምልስ ኢልና ካብ ክልተ ሽሕ ዝነበረ ብወዲ ሓሊማ ብሽም ኣዴኻ እያ ትጽዋዕ ጽልዋ ናይ ኣዴኻ ሓዲርዎ ድዩስ ከመይ እያ መጽያ እዚኣ ወዲ ሓሊማ ትብል። እወ ዳኒ ሓወይ እዚኣ ካብ ዝገርመካ ናይ ጽልዋ ኣደይ ገለ ዘይኮነስ ኣጋጣሚ ኣብ። I think ካልኣይ ክፍሊ እንዳተማሃርኩ ከለኹ እየ ኣብቲ ገዛውቲ ከም ኩሉ ሰብ ወዲ ኣስመራ ዝገብሮ ኣይ ኤርትራዊ ዝገብሮ ብጨርቂ ኩዕሶ ኢና ንጻወት ኔርና ኣጋጣሚ ዓበይቲ ደገ ገዛውትና ኔሮም ኣብቲ ትምህርቲ ዝማሃሩ ሓምሻይ ክፍሊ ነቲ ዳይልክተርና ወዲ ሓሊማ ዝባሃል ኣሎ ቆልዓ እሞ ክነምጾ ኢና ኢሎሞ ካባይ ኣቲ ብግስቲያ ወዲ ሓሊማ ካብኣ ዝተበገሰት ክሳብ ሕጂ ኣነ ድፈትዋ ሳጓ ኢያ ሓቂ ዘረባ ካብኣ ኢያ ተበጊሳ እቲኣ ሳጓይ ናተይ ማለት ኢዩ ብኣ ወዲ ሓሊማስ ካብ ሕጂ ከኣ ትቅጽል ኣላ። ብጣዕሚ ጽቡቅ ሕራይ ናባኻ የኸበል ሜሮን ሃብተ ስሉስ ዝያዳ እኮ ብውልቂ ሽምካ ናትካ ናትካ ሜሮን ትብሃል ኣይኮንካን ትፍለጥ ስጋዕ ሽም ኣቦኻ እያ ዝያዳ ሜሮን ተልካስ መን እዮ ሜሮን ሜሮን ሃብተ ስሉስ ተተባሂሉ ግን ፍሉጥ ማለት እዩ ስለዚ ሳጓ ኣለካ ዶ ምክንያቱ ካብ ብዙሓት ሰባት ዝሰማዕክዎ ዘምጸክዎ ነገር ስለ ዘሎስ ብዛዕባ እታ ናይ ሳጓካ ብከመይ ኢካ ውጽያ
ዘይምጸኣንጽያ ማለት ሳጓ ኩሉ ግዜ ጥልፊ ኣይኮነን በቲ ዝዓበካሉ ከም ካልኣይ ሽምካ ዓይነት ክስታይ። ኣነ ሕጂ ፊዕ ገለ ብሉ ነይሮም ንእሽተይ ማለት እዩ ብንእሽተይ ዝቁፅራ ግን ቀልጢፋ ጠፊኣ ሽዑ እሱ ከዓ ሲራክ ወዲ ሻምበል ገለ ዝብሎ ነይሩ ቅድም ዓብ ሓውና ወዲ ገዛትና እዩ ነርና ገለ ገዛትና ጀምዓ ገለ ኣብቲ ናትና ዕድመ ማለት እዩ ሽዑ ሳጓ ገለስ በቃ ይውፅና ነይሮም ሕጂ ኣጋጣሚ ብንእሽተይ ክጎይ መዓልቲ ነበር ብጣዕሚ እዩ ዝጎይ ነይረ ከምዚ ባታ ጂሂካ ገለ መለ ገለ

ዝያዳ ሽም ዘጥረኻሉ ዓውዲ ስፖርት ኩዕሶ እግሪ እዩ። ግን ክንድኡ ዝኣክል ድሕረ ባይታኻ ናይ ጉያሲ ብዙሓት ሰባት ዝምስክርዎ እዩ ነበር። ንምንታይ ናብ ጉያ ዘይዘንበልካ?
ሕጂ ኣብቲ ንእሽተኻ ከለኻ ብንእሽተኻ ብዙሕ ነገር ኣሎ እቲ ዝመጸካ ነገር ማለት እዩ ማለት ዋላ ውን ኮርሶ እፈቱ ኔረ ኣነ ሕጂ ቅድሚ ኩዕሶስ ኮርስ ወጻእ ነይረ እኔ ግን ኮርሱ ካም ብጣዕሚ እየ ዝፈት ነይረ ናይ የናስ ቲፎዚ እየ ነይረ ማለት እዩ ኦ የናስ ዘካርያስ ማለት እዩ ግን በቃ ከምኡ እንዳበልና ናይ ሳይክል ውድድር ገለ ናይ ገዛውቲ ማለት እዩ ከምኡ ንገብር ነርና እቲ ኩዕሶ ከዓ ጎኒ ጎኑ ማለት እዩ ግን ቀንዲ ከዓ ናይ ገዛና ማለት እዩ እቲ ቀንዲ ሕጂ ዓብ ሓው ያሉ ፊሊሞን ሃብተ ስሉስ ኣማን ግዮም ከዓ ቁርብ ጀሚሩ ዝገደፎ ማለት እዩ ሕጂ ካብ ፊሊሞን ንጅምር ካብ ገዛና እቲ ሰረት ናይ ኩዕሶ ማለት እዩ ከምኡ እንዳበልና ስጋብ እቲ ዘሎ ኩነታት ኣብቲ ናተይ ዕድመ ማለት እዩ ቀጺለ ማለት እዩ ኩዕሶ ስዒርን ዳርጋ በቃ ወጺኡ ማለት እዩ። ናብ ጉያ ግን ኣይዘንበልካን ማለት እዩ ምኽንያቱ ድሕረ ባይታኻ እንድሕር ሪኢኻስ ዋላ ብቕርቢ ብቐረባ ርሕቓ ዝፈልጡኻ ሰባት ብጣዕሚ ጎያዪ ከም ዝነበርካ እዩ ዝዝረብ እሞ ግን ኣይቀጸልካዮን ድሌት ስለ ዘይነበረካ እዩ። ናብ ጉያስ ብዙሕ ክሳብ ኣይነበረኒ ጉያ። እሺ ዝያዳ ሕጂ ብወዲ ሓሊማ ዶ ክጽውዓካ ወላስ በታ ልምዲ ሽምካ ወላ ብሰሚር? ኣነ
ሰሚር ከማን ሓንሳ ሓንሳስ ይርስዓ ኣብ መገዲ ቁሊሕ እውን ኣይብሎምኒ። ሐራይ ሐራይ ብወዲ ሓሊማ ናበልኩ ቀጽሊ ሕጂ ሐራይ ወዲ ሓሊማ ናብቲ ቀንዲ ዓቢ ኣርእስትና ማለት ናይ ኩዕሶ እግሪ ታሪካ ከመይ እዩ ድሕረ ባይታካ ብከመይ እዩ ኣጀማምራካ ከምቲ ማንም ኤርትራ ይፈልጦ ብኩዑሾ ሓበሻ ብኩዑሾ ጨርቂ ዳጸወታ እዩ ዓብዩ ስለዚ ድሕረ ባይታኻ ናብቲ ዓቢ ታሪኽ ናይ ኩዕሶ እግሪ ታሪኽካ። ብመጀመርታ ኣደይ ጽልዋ ኣለዋ ኣብ ናተይ ማለት ኣብቲ ወዲ ሸውዓት ወዲ ሽዱሽተ ከለኹ እንድየ እቲ ናይ ኩዕሶ ነገማተይስ ኣብ ስድራቤተይ ዳርጋ ብምልኦም እዮም ኣብ ኩዕሶ ነይሮም። ናቶም ሒዘ እንድየ ግን ኣደይ ልዕሊ ኩሎም እያ ተዋሲኣ ማተይ ሽዑ ንእሸይ ከለኹ ናይ ቅርሺ ኩዕሶ ትገዝኣለይ ነይራ ሕጂ እቲ ግዜ እቲ ቅርሺ መዓልታዊ ክትገዝኣልካ ከቢድ እዩ በርከት ሸዓ ሒዘያ ደገ ወፅእ ሸዓ ትጠፍእ ነይራ ንፅባሒት እያ ትገዝኣለይ ነይራ ማተይስ ሞራልስ ትበኒ ነይራ ብንእሽተይ ደሓር ኣብቲ ትምህርቲ ግዜ ምስ በፃሕኹ ከኣ ጎኒ ጎኒ ከኣ ኩዕሶ ስለ ዝጻወት ነበርኩ፣ ናይ ትምህርቲ ከኣ ቀልጢፈ እየ ወዲ ሸውዓተ እየ ናይ ትምህርቲ ተመሪጸ። ናይ ሸሞንተን ትሽዓተን እዩ ነይሩ ኣብ ኤርትራ። ካብ ወዲ ሸውዓተ ዓመት እዮም ይእትዮምኒ። እዚ መዓስ ዓመተ ምህረት ክኸውን ኣሎ? ተስዓን ሓሙሽተን ገለ ከባቢ ክኸውን ኣሎ ማለት እዩ። ተስዓን ሓሙሽተን ገለ ኣብኡታት እዩ። ካልኣይ ክፍሊ ገለ ከለኹ እዩ። ሽዑ እዩ እቲ ዝጅምር ዘሎ እቲ ናተይ በቃ እቲ ዝያዳ ጦብላሕታ ዝኣተወኒ። ኣደይ ከኣ ካብ ዝገርመካስ ኩዕሶ ውዒለ መጼ ሰዓተይ ሓልያ እታ ትቅርበለይ ዝነበረት መግቢ ሕጂ እንድዒ ክዝክሮ ከለካ ሽዑ ንእስነት ስለ ዝነበረ ኣይዝከረካን እዩ ሕጂ ግን ማዕረ ክንደይ እያ ኣብ ልዕለይ ትግደስ ነይራ ነቲ ስፖርት ክደፍኣሉ ኣተዓባቢዓትኒ እያ ድሓር እቲ ናይ ትምህርቲ እምባ ጠቀራ ኣይንሰዓርናን ነይርና እምባ ጠቀራ ምላና ቤት ትምህርቲ ሰላም ማርቲን ሞዴል ገለ ዝባሃሉ ይመጹና ነይሮም ካብ ዝገርመካ እንታይ እሞ ሸሞንተን ትሽዓተን ዓሰርተ ሓሙሽተ ገለ ኢና ነእትወሎም ማለተይ እዚ ክልተ ብ ዜሮ ገለ ገለ ሲዒርና ኣይንፈልጥን ኢና እቲኦም ምሳና ዝነበሩ ሓቂ ዘረባ ከኣ ንፋዓት እዮም ነይሮም እቲ ሓዛሕ ዝበሃል ከምዚ ናይ ኩዕሶ እዩ ሕጂ ብኡ እዩ ዝቕጽል እቲ ናተይ ማለት እዩ ጎኒ ጎንኻ ትምህርቲ እመሃር ነይረ ሽዑ ጽቡቕ ተራ እዞም ማለትሲ ፍሉጣት ኣቦታትካ ኣብ ታሪኽ ኩዕሶ እግሪ ኤርትራ ዓቢ ሽም ዘለዎም ንኣብነት ናይ ወዲ ዓጀብ ኢዩ ብዝፍለጥ ናይ ዮኑስ ሓደ ታሪኽ ክነግረካ ኣብ ቦኽሪ ናይ ናጽነት ድሕሪ ናጽነት ማለት ኢዩ ናይ መጀመርታ ጸወታ እታ ቀዳሚት ጎል ዘመዝገባ ኣብ ኮኻ ኢዩ ካልኣይ ንዕኡ ምዕባዩ ኣልሃድ እንድሕር ርኢኻ ኣብ ኤርትራ ካብቶም ብሉጻት ተጻውቶት ናይ ክንፈ ተጻውቶት ዝበሃሉ ተፈራ ገብረክርስቶስ እዚ ሮል ኦቨር ዝበሃል ዓይነት ኣሸኻኽዓ ኣሎ ማንም ሰብ መንጢልዎ ዘይፈልጥ ናትካ ኮካ እዩ መንጢልዎ ኣብ ታሪኽ ተመዝጊቡ ተሰኒዱ ኣሎ ኣብ ናይ ክብሪ መዝገቦም ስለዚ ተራ ጽልዋ ናይዞም ክልተ ኣኮታትካ እንታይ ምኽንያቱ ብቐረባ ብሓንሳብ ስለዝዓበኻ ናይዚኦም ክትገልጸለይ
ሕጂ ዮኑስ ኣልሃድ እኮ ቀልጢፍ እዩ እቲ ኩዕሶ ኣቋሪጽዎ ማተዩስ ንፉዕ እንድዩ ኔሩ ብዝያዳ ንዮኑስ እየ ዝርኢ ኔረ ኣነ ኣርተሐር እናተጻተ ከሎ ንዮኑስ ይከታተሎ ኔረ ኣደይ ከኣ ፖሊስ ስለ ዝነበረት ቁሩብ ናይ ስጋ ሕዘካ እዩ ቺቾሮ ከይድ ቺቾሮ ሰልዲ የብልካን ኣብቲ ካምቢያ ኢካ ትኣቱ ንዮኑስ ትሪኦ ብናቱ ፍቅሪሲ እታ ቁጽሪ ሸሞንተ ፈትዋ ኔረ ቁጽሪ ሸሞንተ እዩ ድክደን ኔሩ ፈትዋ ኔረ ንዑ እሱ ግን ማተይ ከምዚ ቁሩብ ኣይደግፈን ማተይሲ ኩሉ ግዜሲ ደገፍ ክህልወካ ኣለዎ ኣጆኻ ገለ ብዙሕ ምትብባዕ ስፔሻሊ ኣደ እያ በቃ ንዓይ ንዮኑስ ልክዕ ኣኮ እዩ ተጻዊቱ እዩ ታሪኽ ክህልዎ ክእል ግን ንዑኡ እፈቱ ነይረ ግን ብዙሕ ደገፍ ኣይገበረለይን ንዓይ ኣብዛ ኣብዚኣ ዘለኳ ክሳብ እዚኣ ዘለኳ ኣደ እያ ንዓይ ጎኒ ጎኒ ትከታተልኒ ነይራ ማለት ካብቲ ዲቪዥን ዳኣቱ ገለመለ ሶም ግን እዋ ኮታት እዮም ሶም ጥራሕ ዘይኮኑስ ንዮኑስ ወዲ ዓጀብ ኣቦኡ ከማኒ ቀደም ብናይ ቀበሌ እዮም ጸወታ ነይሩ ማሮሶ ገለ ድበሃላ ነይሩ ማሮሶ እዩ ተጻዊቱ ኢብራሂም ድበሃል ነይሩ ቀደም እዩ ሕጂ ካብኡ እዩ ትሰረት እቲ ናይቲ ገዛ ካብኡ እዩ ተበጊሱ።
ብጣዕሚ ጽቡቕ ኣራይ ሜሮን ሓደ ዓይነት ሕቶ እየ ክሓተኩም ድሕረ ባይታኻ ናብቲ ዓቢ ታሪኽ ናይ ኩዕሶ እግሪ ሂወትካ ድጀመርካሉ ሃ ኢልካ ድጀመርካሉ ድጸለወካ ሰብ ከሎ ዶ ተራ ጽልዋ ናይቲ ገዛኹም ምኽንያቱ ፍሊሞን ቦኽሪ ምሳኻ እዩ ተጻዊቲ ኔሩ ስለዚ ኦ እንታይ ኣሎ ሕጂ ማለት ኩሉ ግዜስ ናይ ኣስመራ ነገርሲ ኣብ ገዛውቱ ዘይዓበየ ብኩዕሶ ጨርቂ ገለ ዘይጻተስ የለን ጽቡቕ ነገሩ ማለት እዩ ሕጂ ናይ ገዛውትና ድማ ብዓቢኡ ማለት እዩ ዓበይቲ ተጻወቲ ከኣ ነይሮም ሕጂ በዓል መድሃኔ ኣግሃደ ቢንያም ፍስሃየ ቀይሕ ባሕሪ ማለት እዩ ኢሰያስ ገብረሚካኤል

ኣብኡ ንጻወት ካብኡ ኣብዚ ናይ ቀበሌታት ገለ ገለ ዝበሃል ናይ ምምሕዳራት ናይ ኦቶነቨን ገለ መለፍቲ ሸሞንተን ትሽዓተን ገለ ኢልና ማለት እዩ ካብኡ ይጅምር እቲ ቤዝ ማለት እዩ ኦቶነቨን ኢልና ጀሚርና ካብኡ ናይ ምሕዳራት ወኪልና ካብ ናይ ምሕዳራት ድማ ናይ ኣውራጃ ትምረጽ ማለት እዩ ሕጂ ናይ ኣውራጃኻ ዝከረኒ ኣነ ፎሮብያ መኮነን ዘውዳ ሕጂ ሽዑ ግዜ ንፉዓት ጋንታ ነይሮሞ ሓንቲ ጋንታ ንፉዓት ተጻወት ነይሮሞ ሕጂ ንሕና ከኣ ሞኬድ ይበሃል ነይሩ ከምኡ ናትና ስልጣን ማለት ናይ ናይ ኣውራጃ ወኪልና ሕጂ ኣብቲ ግዜ እዚ በዓል መንምታይ ነይሮም ሕጂ በዓል መንደር ነይሮም መንደር ሚካኤል ማለት እዩ መንደር ሕጂ ካባና ዕብ ይብል ቁርብ ናይ ዴሺ ንዲሽን ገለ ነይሮም ንሶም ማለት እዩ ግን ኣብ ክልተ የጻውቶም ኔሮም ሽዑ ግዜ ድሓን ኔሩ እቲ ታይ ድብሃል ሕጂ ካብኡ ድጅምር እቲ ናይ ኩዕሶ ነገር ከምኡ እንዳበልና ከኣ ናብ ክስታይ ሰጊርና ሽዑ ናብ ናይ ክለባት ገለ እዚ ናይ ሳልሳይ ዲቪዥን መእተዊ ገለ ኢልና ካብ ናይ ክለባት ገለ ንጅምር ግን ቀንዲ ጽልዋ ግን በዓል መድሃኔ ማለት ይከታተሉና ኔሮም እዮም እቶም ዓበይቲ ደገታትና ሲ በቃ ኣብቲ ስፖርት ሲ ክንጸቅጥሉስ ንዕኦም እንዳርኣና ኢና ዓቢና በቃ ምሻሉ ጂኢኔ ዝመስል ጥ ስለዚ ጽልዋ ናይ ዓበይቲ ደገዛቱ ዓበይቲ ኣሕዋተይ ከኣ ኦ በዓል ፊሊሞን ገለ ናቶም ከኣ ክሳይ ነይሮም ማለት እዩ ስታትዩ ኣራይ ሰሚር ናይ መጀመርታ ክለብካ መን እያ ንኣብነት ኣስኻ ኣብ ድጀመርካሉ ሸባብ ትበሃል ጋንታ ነይራ ኣብ ሳልሳይ ድቪሽን ብኣኣ ኢኻ ልካ ሃይልካ ጀሚርካ ምኽንያቱ ታሪኽ ድሰራሕኩሙሉ ብድሕሪኡ ተራ ሸባብ ኣብቲ መጸውዒ ናይታ ጋንታ ናይ ዕዳጋ ሓሙስ ተራ እንታይ ኣዩ? ኦ መጀመርታ ብናይ ትምህርቲ እናበልና ከለና ሞኪ እንዲ ሕጂ ደክበና መኮነን ዘውዴ ማለት እዩ እዛ ሸባብ ሕጂ እሱ ይምስርትዋ ማለት ድዩ? እወ ሕጂ እሱ ደይኮነ መጀመርታ እሱ ግን ኣብ ናይ ናይ ንኡስ ዞባ ተጠርኒፍካ ጸወታ ድካየድ ነይሩ ካብ እምባ ጠቅራ መጹ ኣጋዝያን ኩላትካ ብሓንሳብ ኮንካ ነታ ዞባ እዚ ሕሜናዊ ምዕራብ ወኪልካ ትጻወት ኢካ ኣብኣ እዩ ድሕዘና ሕጂ ሕጂ ቀጺልዋ ዳሕሳሳይ ዲቪዥን ክንምዝገብ እንዳተባሃልና ከለና ደይትርስዓኒ ሰሎሙን ጎኔቶ ድባሃል ኣሎ ወዲ ዕዳጋ ሓሙስ ዳዊት እምባያ ከኣ ኣሎ ሰለስቴና ኔርናስ ኣንታ ከምዚ ኢልና እሞ ክንምዝገብ ኢና እንታይ ነውጻላ ሽም ይብሉ ዕዳጋ ሓሙስ ዶ ንበላ ግል ዋ ዕዳጋ ሓሙስ ደኣ እሞ ከመይ ኢልና ካብ ዝተፈላለየ እዮም ኔሮም እቲኦም ተጻወቲ ኣኽርያ ኔሮሙና ገዛ ታኒካ ኔሮሙና ሓድሽ ዓዲ ኔሮሙና ካብ ኩሉ ኣቦሻውል ኔሮሙና ዋ ኣነ ከኣ ሓሳብ መጽያትኒ ሽዑ ሸብ ኣብ ነይ ንብላ ሕጂ ሶም ማቲስ እቲ ዝበዝሕ ኤርትራዊ ዓረብ ዳኣተኻ እንዲኻ ትዛረብ ታይ ሸባብ ሕጂ ይፈለጡ ሸባብ ዳኣ መንእሰያት ማለት እዩ ካብ ዕዳጋ ሓሙስ ኢልና ንብላሽ መንእሰያት ትሕሸል ትኹን ትኹን ትኹን ኢልና ሽዑ ንሞኬ ደዊልና ከምዚ ሓሲብና ድናስ ከምዚ ክንምዝገብ ታይ ትሕግዘና ሰልጠንና ክትከውን እወ ጽቡቅ ሓሳብ እዩ። ሕጂ መኮነን ዘውዴ ተጻብታይ ናይ ሲቲ ሰንተር እዩ ዘሎ። እወ ህንጻ ኔሩ ሽዑ እወ ጸገም የለን። ተምሃሮ ኢና ዘለና ሽዑ ሃይስኩል ኣይወ ሃይስኩል ኣለና ሃይስኩል ኢና ዘለና ሽዑ ጽቡቕ ገለ ኢሉ የመዝግበና ብናቱ ሰልዲ ማለት እዩ ብሰ መመዝገቢ ተኸፊል ኢኻ ኣመዝጊብና እታ ሸባብ ትብል ሽዑ ካብኡ እያ ትጅምር ሓንቲ ደስ ትብለካ ነገር እቲ ፍቕሪ ነይሩ እቲ ጋንታ ማለት እዩ ካብ ዝተፈላለየ መፂኻ ከለኻስ እቲ ሓንጎልካ ግን ነቲ ኩዕሶ ጥራሕ እዩ ነይሩ መዓስ ዓመተ ምህረት እዩ መን መን ነይሮም እወ ሕጂ እዚ ዝብለካ ዘሎ ክልተ ሽሕ ዓመተ ምህረት እዩ ክልተ ሽሕ ዓመተ ምህረት እዩ እቲ ሳልሳይ ዲቪዥን ገለ ተመዝጊብና ዘለና ሕጂ ፍሉጣት እዮም ማተይ ዝበዝሑ ሃገራዊት ጋንታት ተጻወቱ እዮም ያቆቦ ተኪኤ ኣሎ ያቆብ ኣማንኤል ኣሎ የናታል ስዑድያ ኣሎ ኢድሪስ ኣሎ ወዲ ዓንሰባ ቦርቴሎ ኣሎ እዚኦም እዮም እትዮም ምሳና ዝነበሩ ኣለማየ ባዕሉ እውን ኣሎ እዚኦም እዮም ምሳና ዝነበሩ ሽዑ ግዜ ብኣ ተመስሪታ ከዓ እታ ጋንታ ከዓ ዓቂ ዘረባ ፅቡቅ ከይዳ ዋላ ደገፍቲ ክነጥሪ ከማነይሲ ሓጊዝና። ኦኬ ብድሕሪኡ ከመይ ኢልኩም ቀጺልኩም ካብ ሸባብ ናበይ ኢኻ ከይድካ? እወ ካብ ሸባብ ሽዑ ንኻልኣይ። ሳልሳይ ዲቪዥን ክንደይ ውጽኢት ኣምጺኡ? እወ ሳልሳይ ዲቪዥን ሕጂ ኣይተሳዓርናን ሽዑ ግዜ ኣርብዓ ጋንታ እየን ዝምዝገባ ነይረን ብ ዓሰርተ ጋንታ ከኣ ፈልየሙና ብ ኣርባዕተ ሜዳ ንሕና ኣጋጣሚ ኣብ ንእሸት ቾሮ በጺሒና ሽዑ ዝሳዓር ዘሎ ኣይኮነን ነይሩ ሑጻ እዩ ነይሩ ካብተን ዓሰርተ ቀዳመይቲ ወጺእና ካብተን ኣርባዕተ ቀዳመይቲ ቀዳመይቲ ዝወጻ ይወጻ እየን ካብኡ ጥሎ ማለፍ ይገብራ ካብኣ ከኣ ምስ ሕርጊጎ በጺሕና ንዕኦም ስዒርና ከኣ እታ ዋንጫ ቀዳመይቲ ወጺእና ንኻልኣይ ዲቪዥን ሓሊፍና ክልተ ሽሕን ሓደን ክልተ ሽሕን ክልተን ማለት እዩ
ከምዚ ከተዕልለል ጸኒሕካ ንድሕሪት ክመልሰካ ብሉጽ ተጻዋታይ ክነስኻ ሓደ ኣብ ሂወትካ ዘጋጠመ ኔሩ መምህር ቸንቶ ዝበሃል ትፈልጦ ኢኻ ብሉጽ ተወጻዋታይ ኣዚኻ ኩዕሶ ትኽሽን ተራ ኣብቲ ናይ ጋንታኻ ናይታ ኣልሸባብ ናይ ቤት ትምህርትታት ዝለዓለ ክንስኻ ግን ነብስኻሲ ደቂቅካ ብምባል ካብ መገሻ ባጽዕ ኣትሪፍካ ኔሩ። ናይ ብሓቂ ጽብቅቲ እያ ዘኪርካኒ ዋላ ንዕኡ ምስ ጎበዝኩ ባጽዕ ተራኺብና ኔርና ደሓር ክዕለቀ ሽዑ ጽቡቅ ዳፈጠርና ከለናስ ኣብ ሙቆት ግዜ እዩ ኔሩ እቲ ውድድር ንስኻ ንእሽተይ ኢኻ እሞ እቲ ሙቆት ኣይትኽእሎን ኢኻ ኢሉ ኣትሪፍኒ ኣብ ሂወተይ ዘይትርሳዕ ክልተ መዓልቲ ኣይበላዕኹ በኽየ ሽዑ ኣደይ ደይ ትርስዓኒ እዚ ኩሉ እንዳ ደኹምኩልካ ኢላትኒ ግደፎ ኩዕሶ ኢላትኒ ሽዓ ክጎድፎ ሓሲበ ነይረ እቲ ንእሸይ ከለኹ ማለት እዩ ድሓር ግን ከይደ ምሶም ማለት መሰታኻ ከይድ ከለኹ ብሊ ዘቀንኣ ትሕድረካ እዩ ወፈልጥ እንዲ መምህር ቸንቶ እውን ኮ ፈልጥ እኳ እዩ ቀዳምነት ኮ ወላ ሓደ ግዜ ሓሚመ ከለኹ እኳ ካብ ገዛ ይፀውዒኒ ኣጻይትኒ ይፈልጥኳ እዩ ከም ዝገብር እኮ እፈልጥ ኣሎ ግን እቲ ንዓይ ሓልዮት ክኸውን ይኽእል እዩ ሙቖት ስለ ዘሎስ ዝኾነ ከይትሓምም ኢለ ደሓር ድበሎ ኢሱ ሽዑ ግን ኣነ ተሰሚዑኒ እዩ ካብኣ ካብታ ናይ ባጽዕ ተሪፈ። ኦኬ ሕራይ ደሓን ናብኡ ናብ ሳይንስ ናይዚ ናይ ነብሰ ሰውነት እዚ ናይ ሞርፎሎጂ ዝበሃል ዓይነት ንኣብነት ዓበይቲ ነብሶም ኣለዉ ቀልጢፍካ ምድካም ኣለዎ ናይ ዓጽሚ ናይ ነብስካ ማለት እዩ ሕጂ ታይ ክብለካ ደልየ ናብኡ እንድሕር መጺካስ ንኣብነት እዚ ዓለም ኣዛራቢ ዘሎ ተጻዋታይ ኩዕሶ እግሪ ሌዮነል ሜስስ ደቂቅ ሓጺር እዩ ግን እንታይ ይገብር ከም ዘሎስ ፍሉጥ እዩ ኣብዚ እንታይ ሪኢቶ ኣለካ ከምዚ ኢሎም ድዛረቡ ብዙሓት ሕጂ ኣብ ሃገራዊት ጋንታ እዚ ከም ሓደ ዓቢ ኣርስቲ ተላዒሉ ይዝረበሉ ኔሩ ስለስ ወሳኒ ድዩ ነብስካ ገጂፍ ምኳን
እወ ኣነ እኮ ብናተይ ክዛረብ ተኮይነ ወሳኒ ኣይኮነን ቀዳማይ ነገር ሓንጎል እዩ ወሳኒ እግሪ ከኣ ትዛረብ ግን ኣብ ኤርትራ ኣነ ካብ እትዮም ኣሰልጠንቲ ዝረኣክዎም ብርሃነ ረዘነ ሃይለ ዱባ ነጋሽ ተክሊት ባዕሉ ኣብ ነብሲ እዮም ደኣምኑ ሕጂ ቁሩብ ወላ ደገ ተማሂሮም መጽዮም ከለዉ ናይ ደገ ሕጂ በዓል ነጋሽ ተኽሊ ንኣብነት ጀርመን ተማሂሩ መጺኡ ጀርመን ክንዲ ገለ እዩ ነብሶም ንዖም እዩ ዝርኢ ዘሎ ወይ ኣፍሪቃ ከባቢና ከኣ ነብሶም ክህሉ ይኽእሉ ግን ኤርትራ ብጥበብ እያ ክትወጾም ትኽእል ንዖም ከምዚ ስፔሻሊ ግብጺ ሕጂ ብጥበብ እዮም ዝወጽኦም ንኣፍሪቃ ግን እቲ ዝተማሃሮ ኣይተግብሮዎን እዮም ኩሎም ማለት ክወቕሶም ዘይኮነስ ሓቂ እዩ ንኣብነት ሜሲ ጥራሕ ዘይኮነስ ኢኔስታ ደቂቕ እዩ ሻቪ ደቂቅ እዩ ማለተይስ ኣብቲ ኣካላዊ ብቕዓትስ የብሎም ምስኦም ክንነጽ ግን እቲ ተማሃርዎ ኣብ ክንዲ ብትሬኒን ደምጹኻ ወይ እዚዳ ደቂቅ ኢሎም እንዲም ንዓኻ የትርፉኻ ነቲ ይኸኣላ ይኸኣላ ነቲ ጉልብት ሰብ ከኣ ይእትዎ ነይሮም ኣብቲ ኣነ ዘርኩብኩሉ ማለት እዩ ሕጂ ኣነ ወሳንነት ኣብዚ ግዜ እዚ ዘለዉ ሰልጠንቲ ሕጂ ኣብኡ ኣይኣምኑን እዮም በቃ ልምሰግድ ርኤየ ደቀቕቲ ሰባት ይእትዩ ሕጂ ግን ዳተምሃሩ መጹ ኣለዉ ማለት እዩ
ብጣዕሚ ጽቡቅ ጥራይ ሜሮን ቃለ መሕተትና እንዳ ጽቡቅ እዮ ትሪኦ ኣለካ ኣዝዩ ጽቡቅ እዩ ዘሎ ወዕወዒ ዶ ኣሎ ድሕረ ባይታካ ከምቲ ኩማን ነብሲ ሰብ ገሉ ሰብ ዝፈልጦ ብጋንታ ኣፍሪቃ ኢልካ ኢካ ጀሚርካ ስለዚ ብድሕሪኡ ናበይ ቀጺልካ ከመይ ኣማሳራታኣ መን ኔሩ ሰልጣኒ መዓስ ዓመተ ምህረት እዩ
ጋንታ ኣፍሪቃ እኳ ሳልሳይ ዲቪዥን ሽዑ በቃ እሳይ ኣድፈልጣ መጀመርታ ማለት ሳልሳይ ዲቪዥን ሚካኤል ኣቃቅን ሃብቶም ተስፋይ ሃብቴላን ክልቲኦም እዮም ሒዞማ ነይሮም እዛ ጋንታ ሕጂ ከምዚ ንኣሽቱ ኢና ነርና ንኣሽቱ ሓደ ሓሙሽተ ገለ ዝኾነ ከ ተመክሮ ዘለዎም ዓበይቲ ገለ ገይሮም እታ ጋንታ ኣብ ሓፂር ግዜ ክልተ ሽሕን ኣይ ቲንክ ኣርባዕተን ሓሙሽተን መስለኒ ሕጂ መስሪቶማ ማለት እዩ ማልያ ገለ ከማን ኣይነበረናን ማለት ብዙሕ ከምዚ ፋሲሊቲ ገለስ ኣይነበረናን ኩላትናስ በብናትና ክሳይና ጌርና ትሬን ንገብር ኔርና ማለት እዩ ድሓር ግን ሽዑ ኣጋጣሚ ኩላትና ሕጂ ሽዑ ግዜ ከኣ ከምዚ ባዕልኻ ኢኻ ተዋጽእ ማለት ድሙለካ ገለ ክትረክብ ገለ ቁሩብ ክብድ ብል እዩ ሻሎ ኩላትና በብናትና ክሳይ ኣዋጺና ማልያ ገዚእና ማልያ ስረ ካልሳተነ ገለ ማለት እዩ ጫማ ከማን ሲ በቃ ደሎ ጆኮ ጫማ ገብር ደይብሉ ከኣ ኮንጎ ገብር ማለት እዩ ሕጂ በቃ ምስኦም ብሓንሳብ እታ ጋንታ ሄልና ሽዑ ጀሚርና ማለት እዩ ካብ ኣፍሪቃ ሽዑ ሽዑ ከምዚ ኣይቀጸልናን ማለት ከም መርኣይ መፈተና ዓመት እያ ነይራ በቃ ትሑት ውጽኢት ኣምጺናስ ግን መፈተኒ በቃ ንካልኦት ጋንታ መንጠሪ ባይታ ገለ ኮይናትና ንዓና ማለት እዩ ሽዑ ኣይጸናሕናን ገዛማ እንዳ ሳልሳይ ዲቪዥን ሽዑ በዚ ክዝክራ ዝደሊ ማለት እዩ ኣልማዝ ኣመሓዳሪት ገዛ ማንዳ ሽዑ ሳልሳ ዲቪዥን መስሪታ ማለት ክሳይ ትኾን ገለ ኢላ ትጥርነፍ ገለ ገለ ኢላ ካብቶም ዝነበርና ሽዑ ሰለስተ ኣርባዕተ ከይድና ናብታ ሳልሳይ ዲቪዥን ማለት እዩ ሽዑ ካብ ሳልሳይ ዲቪዥን ፅቡቅ ትሬን እንዳገርና ኣመጋግባና ስሩዕ እንዳኾነ ገለ ፅቡቅ ውፅኢት እንዳምፀና ኣብ ሓላይ ነይሩ ሽዑ ውድድር ኣብ ክልተ ጅሮኒ ሓላይን ደንደን ኣውዩ ዝካየድ ነይሩ። ሽዑ ሳልሰይ ድና ገለ ወጺና ሳልሳይ ዲቪዥን ማለት እዩ። ካብኡ ኣይጸናሕናን ኣብ ካልኣይ ዲቪዥን ሽዑ ወዲ ኮሮኔልን ዳዊት ሲም ጻዕዳን ሒዞማ ነይሮም ካልኣይ ዲቪዥን ጋንታ ማለት እዩ። ሕጂ ካልኣይ ዲቪዥን ሽዑ ግዜ በዓል ፊልሞን ሓውይ ኣብኣ እዩ ነይሩ ሕጂ ሕጂ ኣብኣ ነይሩ ካብ ሳልሳይ ዲቪዥን ሽዑ ኣነ ኣማኒኤል ዝበሃል ነይሩ ወዲ ማጨወት እዩ ሰሌ ከዓ ሰለስተ ሰባት

ብልሒ ጥራሕ እዩ ዝገብረልኩም ዋላ እንታይ? ኩሉ እምበር ንኩሉ ኔሩ ዕጥቂ ሙሉእ ኔረና ኣመጋግባና ስሩዕ ኔሩ ብጣዕሚ ጽቡቅ ኔርና ዋላ ፍቅሪ ከኣ ብጣዕሚ ጽቡቅ ኔርና በቃ ሻሎፍ እቲ ጋንታስ ከምዚ ኮምቢኔሽን ገለስ ኔርና ምትሕግጋዝ ገለ ኩሉ በቃ ሰሓቅ ጸወታ ሕጂ ዓበይቲ ከኣ ኔሮም በዓል ዱባ ገለ በዓል ናጎ ናጎ ሕጅስ ንፉዕ ጸታ ኔሩ ሽዑ ምሳናስ

ትኽ ኢሎም ኣየእተዉናን ናብቲ ጾታ ክልተ ጾታ ገለመለ ከም ከም ንርኤ ገይሮምና ማለት እዩ ብዓቢኻ ወዲ ኮረኔል ጻዕዳን ከኣ ከምዚ ኣብ ንኣሹን ኣብ ዓበይትን ሓደ ዓይነት ኣረኣእያ እዩ ዘለዎም ሕጂ ካብኡ እዩ ዝጀምር እቲ ክስታይ ማለት እዩ እቲ ጸወታ ማለት እዩ ሽዑ ብታ ካልኣይ ግን በቃ ደይትርስዓኒ ሽዑ ምስ ኣብ ቃኘው ጸወታ ኔሩ ካልኣይቲ ጸወታ ኢያ ትኸውን ዘላ ቤስ ፎርማስዮን ቤስ ኢለቨን ኣውሪድኒ ሽዑ ሽዑ ምስ ጨርሒዳ ገሊኣ ኔራትና እታ ጸወታ ኣይርስዓን ኢየ ክስታይ ጌረ የእትየ ሽዑ ጨርሒ ኣእትየሎም ጎል ማለት ኢዩ ብኣ ሽዑ ሓደ ብ ዜሮ ስዒርና ወጺእና ማለት ኢዩ።

ነብሱ ይምሓር ሰሎም ፎቶ ዝብሃል ኔሩ ኣካየዲ ናይ ገዛ ማንዳ ማለት እዩ እሱ ወረቀት ንኩላትና ይጽሕፉልና ማለት እዩ ሕጂ ኣይዶኑ ባጀት ድዩ ደይብሎም ኮይኑ ጎዲልዎም ድዩ ዋላ እንታይ ሃንደበት በቃ ዕርፍ ጦጦ በሉ ኢሎምና ማለት እዩ ካብኡ ጦጦ ምስ በልና ብምሉኣትና ማፅታይ ሞ ኮፍ ኢልና ትርጉም የብሉን ወረቀት ንሓይትና ማለት እዩ መጀመርታ እኳ ንዓና ኣብዮምና ብፍላይ እቶም ሰለስተ ኣርባዕተ ዝነበርና ኣብዮምና ደሓር ግን በቃ በዓል ሃብቶም ገለመለ ኣብ ጥቓና ስለ ዝነበሩ እሶም ኣብ ጎንና ስለ ዝነበሩ በቃ ማለት ንሕናስ ራኢ ኔርና ከኣ እዚኦም ክወሃቡ ኣለዎም በቃ ኢሎም ኢሎም በቃ እታ ወረቐትና ወሲድና ሽዑ ማለት እዩ በዓልና ወሲድና ካብኡ ሽዑኡ ካብ ገዛ እንዳ ምስ ወጸኹ ናብ ክሳይ ናብ ቀይሕ ባሕሪ ሽዑ ሕጂ ሰብ ኣይፈልጣን እዛ ናይ እዚኣ ሕጂ እወ ብዙሕ ሰብ ኣይፈልጣን እያ ከማን ክሓተካ እንዳ ሓሰብኩ። እወ እዛ ናይ ቀይሕ ባሕሪ ሕጂ ከመይ እያ ምስለካ ገደ በዓል መድሃኔ መድሃኔ ግሃደ ማለት እዩ ኢሳያስ ቢንያም ቢንያም ፍስሐ ሕጂ ሰለስቲኦም ከም ዘቋረጽና የርእዮሙና ኣለዉ ማለት እዩ። ሕጂ ብጣዕሚ ከኣ ንኻ ብጣዕሚ እየ ዘድንቖም ነይረ ንዖም ዳርኣ ከይዓብየ ሕጂ ካብኡ ንቴድሮስ ተኽሊት ኔሩ ሽዑ ሽዑ ግዜ ኣሰልጣኒ ማለት እዩ ክልተ ሽሕን ትሽዓተን ገለ መለ እዩ ደሓር ናብኡ ክሳይ ገይሮም ናብኡ ተዛሪቦሞ ማለት እዩ ሕጂ ቴድሮስ ኣጋጣሚ ርኢና ኔሩ እዩ ዋላ ናይ ዞባ ማእከል ቅድሚ ኣብ ዲለላ ናይ ዞባ ማእከል ከኣ ግራ ሒዝና ኔሩ ምሩጻት ማለት እዩ ሕጂ ኣብኡ ከኣ ቴድሮስ ረኢኒ ኔሩ ማለት እዩ ሕጂ ምስ ነገሮ እሱ ከኣ ናተይ ክሳይ ኢንቲ ስለ ዝጸንሖ ቁሩብ ጽቡቅ ተቀቢልኒ ማለት እዩ ዝግጅት ጀምር ትሬንካ ገለ ገለ ይጀምር ኢሎም ማለት እዩ ኣብ ሳልሳይ መዓልተይ ካብታ ዝነበሮ ድማ ልምድ ጀሚረ ማለት እዩ ኣይጸናሕኹን በቃ ኣብታ ጋንታ ከምዚ ኣብ ውሽጢ ክልተ ሰሙን በቃ ሙሉእ ሙሉእ ምስታ ጋንታ ክሳየረ ግን ቀንዲ ዕላሙ ሕጂ ቴሮስ ዘኬድናኦ እኳ ክሓልፍ ኣይሓልፍነ ቀንዲ ዕላሙ ኣብ ከዕቤኒ ኢሉ እዩ ምሳይ ጌርን መጀመርታ ከምኡ ኢዩ ሓሳቡ ኔሩ ኣብስ ሓንቲ ዓመት ኣብታ ጋንታ ኣጽኒሑስ ካብ ንዓመታ ሽዑ ምስታ ጋንታ ቀዋሚ ክስታይ ኮይኑ ኢዩ ግን ኣብ ቀይሕባሕሪ ኣነ ከኣ ምስ መጸኹ ብጣዕሚ ሞራለይ ከኣ ዝያዳ ፍናን ሂብኒ ማለት ኢዩ ብጣዕሚ እወ እወ ብጣዕሚ እወ እሶም ከኣ ኣብ ጎነይ ስለ ዘለዉ ሽዑ ኤፍሬም ተወልደን ቴድሮስ ተኽሊን ኔሮም ክልቲኦም ኣሰልጠንቲ በጣዕሚ ንዓይ ጠቒሞምኒ በቃ ከብ በቃ ከም ንእሽተይ ሕሉፍ ሓሊፎም ዋላ ኣብቲ ቲፎዞ ናይ ቀይሕ ባሕሪ ይመጹ ኔም ኣብቲ ትሬን ገለ ካብ ከረን መጺ ኣሎ ሓደ ቆልዓ ገለ ብሉ ኔሮም ኣነ ሰምዖም ኔረ ሕጂ ዊንግ ሽዑ ዊንግ ኔረ ሽዑ ሕጂ ዊንግ ከለኻ ከኣ ቲፎዞ ኩሉ ዝብሎ ትሰምዖ ኢኻ ሕጂ ካብ ከረን ገለ ገለ ሕጂ ከምኡታት ገለ ምስ ናይ በዓል ሃይለ ጎይትኦም ስሌማን ሶኸይ ገለ ዝነበሩሉ ግዜ ሶኸይ እኳ ድሓሪ ከማን ከይዱ ክሳይ ዝኸደሉ ፍቲ መወዳእታ ኣነ ዝመጸ ኩሉ እዩ ከይዱ ኔሮም ማለት እዩ ሕጂ ከምኡ ብሉ ኔሮም ሕጂ ንዓይ ሞራል ከኣ መሊሱ ከምኡ መስሎም ኔሮም ዎ ሕጂ ቤት ሰሌ ገለ ዝበሃል ኔሮም ቲፎዞ ቀይሕ ባሕሪ ብጣዕሚ እዮም በቃ ንግሆ ንግሆስ በቃ ሞራል እዮም ደስንቑን ኔሮም በቃ ሕጂ ድዩ ትርስዓንስ ናይ ኣያክስ ማልያ ናይ ቤርካም ከም ህያብ ገለ ኢሉ ምፂለይ ከማን ድዩ ትርስዓ ማለት እዩ ሕጂ ኣብ ቀይሕ ባሕሪ ግን ትፅቡቕ ነገር እንታይ

ብጣዕሚ ኣብ ቀይሕ ባሕሪ ሕጂ ኣነ ዝተማሃርክዎ ነገር ተሎ ሓደ ዲሲፕሊን እዩ ማለት እዩ ቹቲ ጋንታ ኣብቲ ሽዑ ግዜ ማለት እዩ ኣነ ክዝክሮ ከለኹስ በቃ ከምዚ ኣገባብ ነይሮ ኩሉ ነገር ማለት እዩ ሰርቪስ ነይራ ትሬን ጌርካ ከም ስርዓት ትሬን ከውን ወዲኻስ ፑላውን ጌርካ ጥራይ ኮንካ እንትኸይድ ከም ስርዓት ተማልኦ ነገራት ኣሎ ኣካይዳኻ ብሓንሳብ እዩ ሰርቪስ ጌርካ ኣብቲ ሆቴል ትኸይድ እቲ ሆቴል ባዶ ትሽዓተ ኢና ኔርና መደቀሲና ኣጋብ ኔርዎ በቃ ኣመጋግባና ገለ ኩሉስ ዲስፕሊን ኔሩ እሞ ከኣ ንሕና ከኣ ንኣሽቱ ኣነ ከኣ ከም ንእሽተይ መጠን ከኣ ኣብቲ ጋንታ ሕሉፍ ሓሊፈ ማይ የቐድሓሎም ኔረ ማለት እዩ ማለት እቲ ማይሲ ክንወጽእ ከለና ፊስካ መንጎ ቅድሚ ክሳይ ምግባርና ከም ዕረፍቲ ማይ የቐድሐሎም በዓል መን ኔሮም ተጻወትትካ ፍሉጣት እስከ ፍትዋልቲ ናይ ቀይ ባሕሪ? ኩሎም ኔሮም ኣነስ በቃ ጽቡቅ ነገር ደስ ዝብለኒ ነገር ሲ ከምዚ ምስኦም ተጻይተ ከማን ክትብል ዋላ ኣብ ትሬን ከማን ተጻይተ ጥራይ ክትብል እኩል ዝብሎስ በዓል ጎሬ ኔሮም ግርማይ ሽናሽ በዓል ከማል ኔሮም በዓል ኢስያስ ዓንደ ዳኒኤል ቦርቴለ ዳኒኤል ጎይትኦም ማለት እዩ ፋኣድ ኣሊ ኔሮም በዓል ዕዳጋ ሓሙስ ከኣ ካብ ዝሞጹ ከኣ ምስ በዓል ወዲ ሓሊማ ዝነበሩ በዓል እድሪስ ኔሮም ዓጓ በዓል ቢንያም ፍስሃ ኢስያስ ገብረሚካኤል እዚኦም ኩሎም ነይሮም ማለት እዩ ኔቪ ኔቪ ገብረ መስቀል ነይሩ ሸቃ ነይሩ እዚኦም ምስ ኣይርስዖም በቃ ኣለማይ ኣየለ ነይሩ ሽዑ ግዜ ናሽናል ቲም ስለ ዝነበሩ ሶም ምስ በዓል ዓጓ ኣብቲ ናይ ናሽናል ቲም ግዜ እዮም ሶም ክሳይ ድገሩ ነይሮም ማለት እዩ ሕጂ ሳያ ንዓይ ቁሩብ ባይታ ሂባትኒ ከማን ሶም ከዓ ክሳይ ዝኾኑሉ ኣኹሪየን ግን ኣነ ሽዑ ግዜ ከማንሲ ዋላ በዓል መድሃንየስ ሽዑ ቀይሕ ባሕሪ ቁሩብ ትዝክር ተኾንካ ቀኒሳ ነይራ ቁሩብ ራብዒቲ ዳ ገለ ገለ ሓምሸይቲ ዝኾነትሉ ግዜ ማለት እዩ ሕጂ ቅሉ ቁሩብሲ ከምዚ ቅልውላው ገለ ኮይኑዋ እታ ጋንታ ሕጂ ኣኼባታት ትበዝሕ ነይሩ ገለ መለ ገለ ማዕረ ከምዚ ንዓይሲ ሽዑስ በቃ ቴድሮስ እብልዎ ነይሮም በዓል መድሃኔ ማለት እዩ ማለት ክትውደሉ ዘይትኽእል ገለ እብልዎ ነይሮም ሽዑ ግዜ ማለት እዩ ጅሱ ከይህሰ ኢሉ ኢዩ ከይቁጸ ኢለ ኣነ ዋላ ደሞዝ ከማን ፖኬት ኢዮም ጀሚሮምለይ ኔሮም ገለ ምክንያቱ ብሓንሳብ ድሕን ኩሉ ሂቦምኒ ናብ ዘየድሊ ኣንፈተይ ከይከይድ መታን ማለት ኢዩ ድሓር ኢዮም ሽዑ ድሓር ኢዩ ዝርድኣኒ ኣነ በር ብዙሕ ነገር ኢካ ትሽገር ዋላ ናይ ትራንስፖርት ትሽገር ኢካ ገለ መለ ገለ ግን መወዳእቱ ግን ጽቡቅ ነገሩ በቃ ምስኦምሲ ካብ ቀይሕ ባሕሪ ካብታ ሺ ዓመት እዚኣ ዝከሰብኮ ነገርሲ በቃ ካብኦምሲ ዓቢ ነገር ተማሂረ ዋላ ተመክሮ እቲ ኩዕሶ እግሪ ዝያዳ ከም ክጸቕጠሉ ከም ዝገበረንስ ኣውይ እዩ፣ ኣብ ቀይሕ ባሕሪ እዩ ማለት እዩ። ሽዑ ዋላ እቲ መደቀሲ ብሓንሳብ ንዕጾ ኔርና፣ ኣመጋግባና ስሩዕ ኔሩ፣ እንደገና በዓል መድሃኔ ቢንያም ከምዚ ከምይ ኔረ ሎምዓንቲ ክትብል ኣለካ፣ ዋሲ እቲ ጉድለትካስ እሶም እዮም ክነግሩኻ ዝኽእሉ፣ ከመይ ጽቡቕ ነገረይ እንታይ ኔሩ ሕማቕ ነገረይ እንታይ ኔሩ እዩ ገለ ምስታስ ንዛራረብ፣ እሶም እንዳ ምሳይ እንዳኾኑ እዮም ምሳይ ጌሮሞ ማለት እዩ፣ ኣጋጣሚ ግን ሽዑ ኣብቲ ግዜ እቲ በቃ። ካብ ቂሕ ባሕሪ በቃ ፍትሐ ቀንዲ ግዜ ሰዓት ማለት እዩ ኣብ ወንበር ነይሩ ተስፋንከኤል ዝብሎ ሽዑ ሽዑ ግዜ ከዓ ትምህርቲ ከዓ ፅቡቅ ክሄድ ነይረ ማለት ካብ ሻምናይ ገለስ ፅቡቅ ኣብ ትምህርቲ ፅቡቅ ፀይጠሉ እየ ጎኑ ጎኑስ የማልኦ ነይረ ማለት እዩ ኣጋጣሚ ግን ሽዑ እቲ መወዳእታ ግዜ ቀይ ባሕሪ ሽዑ ድሓን ኮይና መቸም ኣብ መንጎ ብርሃን ረዘን የምፅኣቶ ማሲ ምስ ቴድሮስ ኮይኖም ተሓጋጊዞም ክሳብ ክገብሩ ማለት እዩ እቲ ጋንታ እኳ ኣይተቐበሎን ነይሮም ገለ ገለ ማለት እዩ ካብቶም ተፃወቲ ግን እቲ ውሳኔ ስለ ዝተወሰነ እሱ መፅዩ ቁርብታ ጋንታ ምስ ሲሮስ ኮይኖም በቃ ኣብቲ ናይ ቀደማ ማለት እዩ ክሳይ ገይሮሞ ድሓር ከምዚ ኢሉ ሻምፒዮን ኣጋጣሚ ይውዳእ ቀይ ባሕሪ ሳልሰይቲ ድያ ገለ መለ ትውድኦ ማለት እዩ ሕጂ ካብ ንዓመታ እዩ ኣነ ሕጂ ዝያዳ ሕጂ ስራሕ ፅበየኒ ደሎ ንዓይ ማለት እዩ ኣጋጣሚ ሽዑ ቴስፋንኪኤል ብልቓሕ ክንሰደካ ገለገለ ከም ብልቓሕሲ ናብ ሓንቲ ጋንታ ክሰዱኒ ኢሎም ማለት እዩ ሓሲቦም ሕጂ በዓል መድሃኔ ከኣ ከምዚ ከምዚ ኢሉኒ ገለ ገለ ምስ በልክዎም ኣይተቐበልዎን ንሶም ምክንያቱስ እንታይ ስለ ዝኾነ ብልቓሕ ገለ ኢሎምኒ ማለት እዩ ከም ንክጻወት ንዓይ ጽቡቕ እዩ ወላ ሓንቲ ንክጻወት ኣብ ካልእ ብልቓሕ እንድሕን ክሳይ ገይሮም ግን ሽዑ ግዜ ዓሰርተ ሓደ ክፍሊ እየ ነይረ ሕጂ ተዋጢራ ከኣ በቲ ከኣ ገዛ ከኣ ዝያዳ ከኣ እንታይ ክትቅጥሉ ደልዩ ኣብ ትምህርቲ ክትጸቅጥ ኢኻ ዝደልዩ ሕጂ ሽዑ ግዜ በቃ ከምዚ ላንጋ ላንጋ ምሻሎ ከምዚ ክትውስነሉ ዘይትኽእል ደረጃ ትበጽሕ ምሽ ኣጋጣሚ ሽዑ በቃ ንብራዘረይ ንኹሎም ነግሮም ከምዚ ከምዚ ገለ ምስ በልኩም ወረቐትካ ውሰድ በቃ ኢሎምኒ ምክንያቱ ድሓን ሓዲ ክንሪኤና ገለ ምስ በሉኒ ዋላ ባዓል መድሃኒት ኮም ኢሎም በቃ ድሕን ኣብ ካልእ ከድካ ንሕና ንዓመታ ደይኮንስ ሕጂ ከማን ክትጻኣት ትክእል ነይርኒ ከኣ ብቅዓት ሽዑ ምክንያቱስ ቢንያም ቲጋና ሲ ብጣዕሚ ዘድንቆ ማለት እዩ ኣብ ጎነይ ነይሩ ልክዕ እሱ ዋላስ ይሓርቅ ነይሩ እቲ ውጽኢት ክሳብ ክኾን ከሎስ ኳ ደይውደልካ ገለ ገለ ይብሉ ነይሮም ሽዑ ደይውደልካ ገለ ማ ጽቡቅ እዩ ነይረ ብሓጺሩ ገዳ ከምዚ ነብሰይ ከነኣድየሉ ደይኮንኩ እቲ ሽዑ ብቅዓተይሲ ዋላ እቲ ሰውነተይ ሚዛነይ እኩል በቃ ምሽ ኔረ ማለት እዩ ድሓር ካብ ቀይሕ ባሕሪ ሽዑ ምስ ወጸኹ ኣጋጣሚ ብርሃን ረዘን ሽዑ ኣብቲ ዓመት እቲኣ ህንፃ ዝፈረሰትሉ ግዜ ማለት እዩ እሱ ነታ ሲቲ ሰንተር ትበሃል ጋንታ በዚኣ ሕዛ ማለት እዩ ሲቲ ሰንተር ሕዛ ድሓር ንዓይ ፃውዒት የቕርበለይ ማለት እዩ ሕጂ ኣነ ሽዓ ቀይሕ ባሕሪ ብጣዕሚ ነይ ዝፈትዎ ነይረ ቀንዲ ጸላይተይ ግን ሽዓ እሳ ኮይና በቃ ማለት ሲ እንታይ እቲ ምኽንያት ገለስ በቃ ክሳይ ኮይነ ማለት እዩ ኣጋጣሚ ብርሃን ርዘነት ኣብታ ዝመጸላ ግዜ ፕላስ ከዓ ምስቲ ኣማን ከዓ ምዕባ ሓወይ ከዓ ስለ ፅቡቅ ገይሩ ዝፈልጦ ዝሰልጠኖ ስለ ዝፈልጦ ኣብ ኣፍታ ግናት ኣማን ሽዑ ግዜ ገዛ ማንዳ ኣሎ ቀዳማይ ዲቪዥን ማለት እዩ ደሓር ናብ ሲቲ ሰንተር ሽዑ ግዜ ካብ እታ ጋንታ ዳርጋ ኩሎም ኣልየሞም መስለኒ ሓዳሽ ጋንታ እዮም ደቑሞም ኔሮም ማለት እዩ ሕጂ ኣብቲ ግዜ ዝዝክሮም ኣነ በዓል ወዲ ማሓሪ ኔሮም ቦርቴለ ናትናኤል መስፍን ኔሩ በዓል ቶማስ ዝብሃል ኔሩ ጥቃዓይ ቶማስ ማይ ተመናይ ማለት እዩ ኔሮም ብዙሓት ኔሮም በቃ ኣብ ሲቲ ሰንተር እሳ ከዓ ከምዚ ዝተዛነቐት ጋንታ እያ ኔራ ቁሩብ ዝግጅት መጀመርታ ሕጂ ዝግጅት ናይ ብርሃነ ቁሩብ ፊዚካል እዩ ኔሩ ግን ድሓር ተለሚዱ እታ ጋንታ ስርዕት ጌሩ ኣማእትዩ ካብኡ ሽዑ ካብ ሲቲ ሰንተር ጽቡቕ ትሬንና ገለን ኩሉ ኣመጋግባና ኩሉ ስሩዕ ምስ ገበሩልና ካብዚ ዝጅምር ማለት እዩ። ብገንዘብ ክስታ ገይሮምልካ ወይስ ነጻ እዩ ዝውውር ነይሩ? ላላ ነጻ ዝውውር ነይሩ።
ን ነጻ ዝቡር ኔሩ ማለት እንታይ እቲ ቀንዲ ሕጂ እቲ ነጻ ክብለካ ናይ ሳዋ ናይ እቲ ዓሰርተ ሓደ ክፍሊ እንድዩ ቁሩብ ሽግር ዝመጽ ሕጂ ኣነስ ከምዚ ከምዚ ገለ ገለ ምስ ሓሳብ ምስ ኣቅረብኩሉ ብትምህርቲ እየ ክከይድ በቃ ወይ ወዲኤ ክመጽእ ምስ መጸኩ ክገለ እየ ዝመሰልኩ ብርሃነ ብዚ ከይመስገንኩ ክሓልፍ ኣይደልን እየ ናይ ብርሃነ ሕጂ ጽቡቅ ነገሩ ከምዚ ቆራጽ ኣሰልጣኒ ምሻሎ ወሳን ኣሰልጣኒ እዩ ኣይትሕሰቦ ከምዚ ኢልኒ ደሓን ጸገም የለን በዓልና ኣብቲ ኮሚሽን ስፖርት ክስታይ ክንገብረልካ ኢና ሽዑ ግዜ ከኣ ናይ ዓሰርተ ሸውዓተ ዓመት ናሽናል ቲም ገለ ከኣ ስለ ዝነበረ እቲ ዕድላትሲ ከምልጠኒ ኣይደለየን ማለት እዩ። ካብኡ ሽዑ በቃ እሱ እፍታ ጋንታ ጸንቢርኒ ማለት እዩ። ተስፋ ገይረ ሽዑ ግን ስድራይ ግን ጎቦ ልቦም ኮይኖም ማለት ከምዚ ሽዑ ግዜ ሳዋስ ከምዚ ማሲ የፍርሕ ኣይኮነን ግን እቲ ኩዕሶ ኦረዲ ወይ ምግዳፍ እዩ ወይ ክስታይ ማለት እዩ። መጺኻ ገለ ንዓመታ ገለ ቁሩብ ክብድብድ እዩ ምሽ ኣሎ ዕድላትካ ኣይትረኽቦን ኢኻ ምናልባት ምስ ከምኡ ኣብታ ጋንታ ኮይነ ቀፂለ ኣብቲ ዓመት እቲኣ ሽዑ ብርሃነ ኣጋጣሚ ምስቶም ኮሚቴ ቅሩብ ኣይተሰማምዐን ገለመለ ሕጂ ናይ ሲቲ ሰንተር ኣብዚኣ ስታ ክንገብር ኢና ሓራይ ወዲ ሓሊማ ከመይ ጌርካ ሽዕኡ ናብ ዕዳጋ ሓሙስ ክትኣቱ ኪኢልካ? ምኽንያቱ ናይ ዕዳጋ ሓሙስ ታሪኽ ማለትሲ ሕጂ ብሰዓት ብክልተ ሰዓት ተዛሪብካ ዝውዳእ ኣይኮነን ምኽንያቱ ተራ ዕዳጋ ሓሙስ ሓደ ዕላል ከዕልለካ ካብ ስፖርት ሜዳ ኮይካ እቲ ሜዳ ቺቾሬ ኢልና ብልምዲ ንጽውዖ ካብኡ ብዙሓት ቲፎዞ ተኣልዩ ዝነበረሉ ግዜ ሰሉስን ሓሙስን ብሰንኪ ዕዳጋ ሓሙስ ሰሉስን ሓሙስን ብ ልቺ ክካየድ ተገይሩ እዚ ዝገበረቶ ክለብ ጋንታ ዕዳጋ ሓሙስ በዓል ስኻ ዝነበርኩምላ ማለት እዩ ስለዚ ተራ ጋንታ ዕዳጋ ሓሙስ በቃ ብሕጂ እዚ ንዛረቦ ዘለና ቀሊል ሰዓት እዩ ማለት ነዊሕ ሰዓታት ተዛሪብካ ከማን ኣይትውደኦን ስለዚ ታሪኻዊት ጋንታ እያ ከምኡ እውን እዚ ሕጂ ኣብ ዓለምና ንሪኦ ዘለና እዚ ቲኪታካ ዝበሃል ፀወታ ብሓጺር ጸወታ እንድሕር ኔሩ ከም ዕላል ከም ጆክ ገለስ ነዊሕ እንድሕር ቀሊዕኻስ ካብታ ጋንታ ትስጎገሉ ኔሩ ኢዩ ስለዚ እንድዒ ናይ ዕዳጋ ሓሙስ ተዛሪብካ ይውዳን ኢዩ ብዙሓት ኣብ ዝሓጸረ እዋን ብዙሓት ቲፎዞ ከተጥርዩ ኪኢልኩም ናቱ ውጽኢት ከኣ ዳርጋ ሰብዓን ሓሙሽተን ፐርሰንት ሰማንያ ፐርሰንት ንቀይሕ ባሕሪ ኢያ ኣትምቶም ጋንታ ንስኻን ካልኦት ንዓኻ ዝመስሉ ውሑዳት ገዲፍካ ማለት እዩ። ስለዚሲ ናታ ኣስፍሕ ኣቢልካ ክትዕለል። ኦህ ናይ ካልኣይ ዲቪዥን ወዲእና ካልኣይቲ ኢና ወዲእና ካልኣይ ዲቪዥን ወላ ኣብ ካልኣይ ዲቪዥን ሰብ ድግፈና ኔሩ ሽዑ ደይትርስዐንስ ምስ ገዛባንዳ ኔርናሲ ሽዑ በዓል ናጎ ገለ እዮም ኔሮም ናጎ ሕጂ ኣብ ሓደ መርዓ ተራኺብና እቲ መርዓ ሕጂሱ ንጽባሒቱ ይጸወታ ዘሎ ሕጂ ነትሕዝ ገለ ኢልና ንሕና ካበይ ኣምጺእና ኢና ክነትሕዝ ግን ነትሕዝ ገለ ኢልና ኣንታ ክንስዕረካ ኢና ኣብዚኣ ክንስዕስዕ ሓዲርና ምሳኻ ክንስዕረካ ኢና ሳኻ ክትደርፍ ሓዲርካ ገለ ንበሃል ዋዛ እዩ ማለት እዩ ንጽባሒት ሰዓት ዓሰርተ ንጎይ ደለና ጸወታ ሕጂ ገዛ ባንዳ ሕጂ ሙሉእ ዕጥቂ ደለዎም ቱታ ኣለዎም ገለ ኣሎ ንሕና ሕጂ ከምዚ ዝሃር ኢና ማተይሲ ኩላ ሸበጥ ጌራ ትመጽእ ኮንጎ ጌራ ትመጽያ ክንኣቱ ደንደን ሃይለ ችቸሮ ኣይትኣቱን ኢኹም ኢላትና ንስኹም ተጻቲ ዶ ኣይኮንኩም ደሓር ወላ በዓል ያቆ በዓል ኢድሪስ ጨጉሮም ከም ዝቁናን ገለ ገለ ንስኹም ዓዋል ኢኹም ተጻቲ ኣይኮንኩም ኣይእትወኩም ኔላትና ሰዓት ካቐርብ ኣሎ ሽዑ ንሞኬ ሰብ ይእቲና ናተይ ተጻቲ እንድዮም ዋእ ኣንታ ካበይ ከምጺ ከምዚኦም ሕሉፋት ገለ ኢላቶ ሕጂ ዘይትርስዐን ኣቲና ሃይ ሃይ ክርእየኩም እየ በሉ ኢላ ኮፍ ኢላ ትርእየና ሽዑ ዝበዝሕ ጋንታታት ገለ ብዙሕ ሓጺር ጸወታ ገለ ኣይኮነን ጻታ ነይራ ነዊሕ እንዲ ጻታ ነይራ ሕጂ ሃይ ለቸሮ ከኣ ኩዕሶ ድሕሪ ወጺኣ ብደንደን ሰብ ስለ ዝሰርቃ ነይራ ትሓርቕ ነይራ እያ ሕጂ እንታይ እያ ትገብራ እቲ ኩዕሶ ኣብ ማይ ኣሊኻ እያ ተምጾ ኣብ ማይ ትኣልኮ ምሽ ሕጂ ክትቀልዓ ኣይትኽእልን ኢኻ ማይ ኩዕሶ ተቢላ ትዘቕብብ ናይ ትቐልዕን ኢኻ ንዓና ጽቡቕ ይብል ሓንቲ ስለ ዘይንቐልዕ ሓጺር እዩ ነቶም ደቕልዑ ግን ይህሰዩ ደሓር ጸወታ ምስ ረኣየት ምስ ተሓጎሰት ዋእ ኣንታ ንዓኹም እንድየ ናብ መጀመርታ ክእትወኩም ዝግባኣኒ እዚኦም ኣሳፊሮም ኣወዲኦምለይ ንስኹም ኢኹም ገለ ካብዚ እያ ደሓር እቲ እቲ ጸወታ እቲ ቲቮዞ ገለ ካብዚ ዝጅምር ማለት እዩ ምሳና እንዳሰዓቡና ቀዳማይ ዲቪዥን ንሰግር ካልኣይ ሕጂ ኣብዚ
ዋንጫ ወሲድኩም ዶ ወይ መበል ካልኣይ ደረጃ ካልኣይቲ ወጺና ካልኣይ ብመን ተሳዒርኩም ሓዝሓዝ ስዒሮም ሓዝሓዝ እሺ ካልኣይ ዲቪዥን ክንኣቱ ከለና ሶም ናይ ማክሲማም ናይ ሓሙሽተ ዓመት ኣርባዕተ ዓመት ይዓብዩን እየን እቶም ተጻብቲ ናብጎ ሕጂ ከምዚ ዕላል የድዕሎ መሰታን ኣይኮነን ይዓብየን ናይ ወላ በዓ ጨጎራ ድበሃሉ ነሮም ገለ ዓበይቲ እዮም ካብ ኣርባዕተ ዓመት ሓሙሽተ ግን እቲ ቀልጢፍና ደንደን ዳኣተወ እምበር ነቲ ኩዕሶ ኢና ንሕና ቀልጢፍናዮ ኣብዚ ዕድሜና ኣቲናስ ግን ሶም ይበልጹና ንሕና ከዓ ብዕድመ ካብኦም ኣጸቢና ኢና መዓስ ዓመተ ምህረት እዩ ዝኸውን ዘሎ እዚ ሕጂ ክልተሽሕን ክልተን ክልተሽሕን ሰለስተን ማለት እዩ እዚ ድሓር ካልኣይቲ ወጺና ንቀዳማይ ዲቪዥን ኣቲና። እሞ ወላ ግን ካብ ክለብ ማለትስ ካብ ምምሕዳር ዕዳጋ ሓሙስ ነይሩኩም ድዩ ልክዕ ከምዚ ናይ ገዛ ማንዳ ከነዕል ኣለና ተሳዒርና? ኣይነበረናን ወላ ሓንቲ ኣብ ገዛኻ ትበልዕ ኣጋጣሚ ሰንበት ተኾይኑ ጸወታ ካልኣይ ዲቪዥን ከኣ ሰዓት ዓሰርተ ፋዱስ እያ ትውድእ ንእግሪ መንገድኻ እንዳኸድካ ከኣ መርዓ ተረኺብካ መርዓ ትኣቱ ኣኪልካ ከኣ ገዛኻ እዚኣ እያ ነይራትና ሂወትና ናሃና ማለት እዩ እቲ ደስ ዝብለኒ ሕጂ ማለት ኣብዚ ግዜ እዚ እዩ ብኡ ምሕላፍ ያነ ሕጉስ እየ ማትሊስ ፍቅሪ ነይሩ መርዓ ኣብ ሓንቲ መርዓ ጥራሕ ኣይኮናን ናቱ ዳኸን እንዳበልዓና ኢና ንኸ ናይ ብሓባር ተወልዖ ነገር ፅቡቅ እዩ ዝመኣዲ ማለት እዩ ደስ ካብ ዝብለካ ነገር ከዓ ወላ ብዙሕ ሰብ ድዕልለሉ ካብ ስፖርታዊ ጭዋነት ወይ ከዓ ካብ ስፖርታዊ ዲሲፕሊን ወፃኢ ከዓ ኣይትገብሩን ኢኹም ንኣብነት ናይ መስተ የብልኩም ናይ ካልእ ካልእ ዙረት ገለ የብልኩም መግቢ እያ በቃ መግቢ ንጠሚ ክትጎይ ውዒልካስ ክትጠሚ ኢኻ መርዓ ተሪእኻስ ኣታ ንእቶ ዶ ንእቶ ንእስነትካ ኣለካ ሓደ ዓይነት ዕድመ ኢኻ ንእቶ ንእቶ ኣነ ኣስመራ ብጣዕሚ ደንቆ ህዝቢ ኣስመራ መርዓ ኣይክልክለካን ወሸለዶም ደቅና በዚያ ክፉን መኣዲ ኩን ገለሉካ ሕጂ ኣቀዳዳሚ ኢኻ ትገብር ክልተ መኣዲ ሰለስተ መኣዲ ኢኻ ትበልዕ ብኣጸጊብካ ዶ ክዛብካ ኣለኻ ንእግሪ መገዲ ከማ ንኸይድ ነርና ደሓር ኣጋጣሚ እዚኣ ሃይለ ቸሮ ኣብ ሓደ መርዓ ንሕና ይርኣየና ሪኣትና ኣውርያትልና ሞኬ ራሴን ናትካ ናብ ዳስ ዲኻ ትሰዶም ኢላቶ እዚኣ ደይትርስዓኒ ማለት እዚኦም ናይ ዳስ እንድዮም ብልዕ ብልዕ ኣቢሎም በዓል ስዋ ተበልካስ ዘየለዉ መጀመርታስ ግድን ንእሸይ ስለ ዝኾንኳስ ተብል ኢኻ እቱ ኢልካ ኣይትበልዕን ኢኻ ትቕርብ ምሽ ሽዑ ምስ ቆረቡልካ በኣ ሸረር ኢልካ ኢኻ ትኸይድ ሕጂ እቲ ህይወት ከምዚ ነይሩ ናይቲ ዕዳጋ ሓሙስ ደሓር ቀዳማይ ዲቪዥን ምስ ኣተና እታ ናይ ዋንጫ ሳብ ችቾሮ ዓቢ እንድያ ነይራ። ኣረ ሕጂ ቅድሚኡ ናብኡ ከምጽእካ ስልጠናኩም ከመይ ነይሩ ምክንያቱ ኣዛራቢ ኣርእስቲ እንድዩ እዚ ጉዳይ እዚ ከመይ ነይሩ እቲ ስልጠና ምክንያቱ እታ ትገብሩላ ዝነበርኩም ኣብ ቤት ትምህርቲ ባሕቲ መስከረም ኣጋኣዝያን እዩ ተራ እታ ሜድያስ ብዙሕ እዩ ዝዛረብ ናይታ ሜዳ ስለዚ ኣነ ከኣ ተወሊደ ዝዓበኹሉ ዝተጻወትኩሉ እየ ከኣ ናብኡ እየ ኣውያይ ተዓብየ ካብ ዝገርመካ
እዚ ኮን ገለ ንጽውዖ ደለና ንሕና ብሊኮት ኢና ንገብር ነይርና ኮን ኣይንፈልጦን ኢና እሞ ኬኻ መምህር ስለ ሰከንድ ዲቪዥን ከለኹም ሰከንድ ዲቪዥን መምህር ስለ ዝኾነ ክገዝእ ዓቕሚ የብሉን ኮን ብሊኮቲ ኣጋጣሚ ናይቲ ናይቲ ቤት ትምህርቲ ኣመሓዳሪ ነይሩ ገዛ ክሰርሕ ኢሉስ ብሊኮቲ ገይሩ ነይሩ ሕጂ ትሬን ከግብረኩም እንተኾይነ ብዚኣ እዚ ብሊኮቲ ሓግዙ ንብለና ነይሩ ብሊኮቲ ጣዕጣ ትሬን ንገብር እቲ ኮንካ ብሊኮቲ ኢና ንገብሮ ነቲ ብሊኮቲ ከምዚ ኢልካ ትሓልፎ ኣጋዚያንስ ብጣዕሚ እያ ጠቒማትና ጸባብ እያ እሞ ዕስራን ክልተን ሰባት እያ ሞኬ ከኣ ብልሒ ኔርዎ እንድዩ ሽዑ። ህንጻ ሕጂ ሞኬ ተጻዋታይ እዩ ዘሎ ኣብዚ ናይ ህንጻ ኔሩ ሽዑ።
ህንጻ ከሎ እዩ ትሬን ገዲፉ ናይ ምሸት ሕጂ ተማሃሮ ኢና እኮ ደለና ንሕና ሰዓት ኣርባዕተ ኢና ንገብር ናይ ምሸት ሰዓት ሓሙሽተ ከባቢ ተማሃራይ ምስ ተፈደሰ ማለት እዩ ናይ ምሸት ዘለና ከኣ ኣብ ዕረፍቲ ትህርፋን ስለ ዘሎ ኣብ ዕረፍቲ ቀጺዕካ ናብቲ ኩዕሶ ኢኻ ትመጽእ። ሰዓት ሓሙሽተ ክሳብ ሰዓት ሽዱሽተ ፈረቓን ሸውዓተ ክሳብ ዝጽልምት ክልተ ሰዓት ሰሪሕና ከኣ ንኸይድ ኔርና ማለት እዩ። እዚ እዩ ንዓና ጠቒሙና። ማለተይሲ ናብ ካልእ ከይዲ ኣይትኸይድን ኢኻ ሽዑ። መስተ የለ፣ ጓል ኣይትፈልጥ፣ ገለ ኣይትፈልጥ፣ ትኽ ኢልካ ተዕርፍ። ኣብቲ ኩዕሶ ህይወት እዩ ዘሎ ኩሉ ሓንጎል ሰብ። ደሓር ኢና ሽዑ ካልኣይ ዲቪዥን ቀዳመይ ካልኣይቲ ኮይንና ንክስታይ ሓሊፍና ማለት እዩ። ንቀዳማይ ዲቪዥን ሓሊፍና። ቀዳማይ ዲቪዥን ምስ ሓለፍና ከቢድ እዩ። ማለትስ ብደገ ትርእዮም ነበርካ ከም በዓል ሰላም ቢኒ፣ ቴድሮስ ነጋሽ እቲ ናይ ኤርትራ ዝሓየለ ማለት እዩ። ይድነቃቸው ሽማንጉስ፣ ናትናኤል መስፍን ኣነስ ብደገ ብንኣሽቱ ኢና ንርኢ ንፈልጦ ብኣቶም እዚኦም ክንጻት ኢና እንታይ ደኣ ወ እንታይ ደኣ ክንገብር ኢና ገለ ሕጂ ግን ከምዚ ኤርትራዊ ኩሉ ግዜ ንእሽተይ ኒሕ ኣላቶ ሕጂ ጸቕጥኻ ስለ ዘይብልና ሞኬ ከኣ ኣጆኹም እታ ኩዕሶ ከይትቆልዑ ተጻወቱ ድቘልዓ ፋራ እዩ ኢዩ ድብለና ተቘሊዕካ ፋራ ኢኻ ሕጂ ፋራ ከይትብሃል ኢልካ ኣይትቘልዕን ኢኻ ጸወታ ሽዑ መጀመርታ ምስ ቃኒ እዩ በጺሒና ንመጀመርታ በዅሪ ናይ ቀዳማይ ዲቪዥን ጸወታ ኣንጻር ምስ ቤት መኻእ ቤት መኻእ ድብሃል በዓል ቲሉ ገለ ዝነበርሉ ማለት እዩ ቅድሚ ኣቲ ሓርነታዊ ቲሉ እወ ተጻዊትና ገለ ሰዓት ክልተ እያ ነይራ ጸወታ ሕጂ ሶም ንዒቆምና ኢዮም መቸም ምስቲ ናኣሽቱ ምኳንና ክላ ገለ ገለ ኣብ ዝገርመካ ጫማ ካብ ሰም ኢና ለሚንና መጺና ካብ ሓደ ወዲ ገዛውትኻ ገለ ገለ ለማሚንና ጫማ መጺና እምበር ከ ብኮንጎ ይፍቀድ ንሕና ብኮንጎ ደስ ምበለና ብኮንጎ ስለ ዘይፍቀድ ግን ጫማ ገለ ጸልኦ ግን ዘይትርስዓኒ ክልተ ብዜሮ ኢና ስዒርና ኢዮም ሽዑ ሽዑ መጀመርታ ጎል እትዋ ፊልሞን ሃይለ ሃይከ ኢዩ እትዋ ካልኣይቲ ከኣ ያቆብ ኣዛን ኣማንኤል ዘኣሜርካ ደሎ እሱ እዩ ካልኣይቲ እቲዋ ክልተ ብ ዜሮ ሲዒርናዮም ሽዑ ካልኣይቲ ጸወታ ምስ ቀንዮ በጻሕና ባዕሉ ውፉይ ገለ ዝነበርሉ ንዕኦም ከኣ ክልተ ብ ዜሮ ንስዕሮም ንቀይ ባሕሪ ሕጂ ኣብ ሰልሰይ ጸወታ ኢና ንረኽቦም ደለና ጆ ቀይሕ ባሕሪ ዓባይ ጋንታ እያ ሽዑ ሰብ ነይሩ ሰብ ኣቱ ነይሩ እዩ